ሰላም ሰላም ሰላም ክቡራት ተኸታተልቲ መደብ ኤጂቲብ እምበኣር ከስ ከምቲ ኣብ ዝሓለፈ መደብና ዝረኣናዮ ሓሙሽተ ናብ ዓወት ከብፅሑና ዝኽእሉ መገድታት ሒዘልኩም ቀሪበ ነይረ ሎሚ ድማ ከም መቐፀልቱ ሸውዓተ ናብ ዓወት ከብፅሑና ዝኽእሉ መገድታት ሒዘልኩም ቀሪበ ኣለኹ ሰናይ ምክትታል ሕራይ እምበኣር ከም ቀዳማይ ገይረ ኣቕሪበዮ ዘለኹ ፕላን ምግባር ዝብል እዩ ናብ ዓወት ክትበጽሕ ፕላን ወይ ድማ መደብ ክህልወካ ናይ ግድን እዩ ምክንያቱ ብዘይ ፕላን ወይ መደብ ምጓዓዝ ማለት ብዘይ ኮምፓስ እትጓዓዝ መርከብ እሞኻ ናበይ ከም እትኸይድ ዘይትፈልጥ ብዘይ ፕላን ምጓዓዝ ድማ ልክዕ ከምኡ እዩ ብዙሓት ዕዉታት ሰባት ከም ዝገልጽዎ ኣብ ህይወትና 98 ፐርሰንት ብምርጫኻ ኢኻ ትነብር ይብሉ እቶም ዘይዕዉታት ሰባት ድማ ህይወት ማለት ዕድል እዩ ይብሉ ስለዚ ከዓ ብፕላን ወይ ብመደብ ክነብሩ ኣይረኣዩን ክትዕወት እንተደሊኻ ግን መደባት ይሃሉኻ ነቶም መደባትካ ድማ ብንጹር ዝኾነ መገዲ ብጽሑፍ ኣስፍሮም ንግሆ ካብ ድቃስካ ምስ ተሳእኻ ምሸት ክትድቅስ እንከለኻ ድማ ኣንብቦም እዚ ንሓንጎልካ ክትገብሮ ከም እትኽእል ንምእማን ክሕግዘካ እዩ ካልኣይ ካልኣይ ኣብ ነብስኻ ኢንቨስት ግበር ዝብል እዩ ኣብ ነብስኻ ኢንቨስት ግበር ክብል ከለኹ ንነብስኻ ወርቅን ጨርቅን ወይ ከዓ ክዳንን ጫማን ሸልማ ማለት ኣይኮነን እንታይ ደኣ ኣብ ሓንጎልካ ኢንቨስት ግበር ማለት እዩ ኣብ ሓደ እዋን ሰባት ኣብ 25 ዓመቶም ይሞቱ ኣብ 60 ወይ 70 ከዓ ይቕበሩ ዝብል ጽሑፍ ኣንቢበ ነይረ እዚ ማለት ድማ መብዛሕትና ኣብ 25 ዓመትና ትምህርቲ ምስ ወዳእና ድሕሪኡ ካብ ትምህርቲ ኮነ መጽሓፍ ምንባብ ስለ ንፍለይ ከም ዝሞትና ገይሮም ኣቕሪቦሞ ዘለዎ ማለት እዩ እንተኾነ ግን ናብ ዓወት ክትበጽሕ ኣብ ሓንጎልካ ኢንቨስት ግበር ዝተፈላለዩ ክጠቕሙኻ ዝኽእሉ መጻሕፍቲ ኣንብብ፣ ከምኡውን ክሕግዙኻ ዝኽእሉ ሓጸርቲ ኮርሳት ውሰድ። እንተወሓደ ኣብ መዓልቲ ሓደ ሰዓት ንነብስኻ ኣጥፍኣላ ምክንያቱ ሓደ ክትፈልጦ ዘለካ ነገር እዚ ሕጂ በፂሕካዮ ዘለኻ ውፅኢት እኩብ ፍልጠትካ ምዃኑ እዩ ስለዚ እዚ ፈሊጥካ ኣብ ዓወት ክትበፅሕ እንተደሊኻ ደረጃ ፍልጠትካ ኣገዳሲ እዩ እዚ ምዃኑ ፈሊጥካ ድማ ኣብ ሓንጎልካ ኢንቨስት ምግባር ኣይትሕመቕ ሳልሳይ ኣብቲ ተድምዓሉ ዓውዲ ግዜኻ ኣጥፍእ ዝብል እዩ ኣበይ ከም ተድምዕ ወይ እቲ ናትካ ፍሉይ ተውህቦ ምፍላጥ ኣዝዩ ሓጋዚ ነገር እዩ ክእለትካ ፈሊኻ ምፍላጥ ንዓወት የቀላጥፎ እዩ እንተኾነ ግን ኣበይ ከም ተድምዕ ምስ ፈለጥካ ዝበዝሐ ግዜኻ ንዑ ሃቦ ምኽንያቱ ኩልና ከም እንፈልጦ ግዜ ወርቂ ምዃኑን ዘይምለስ እውን ምዃኑ ፈሊጥና ብዝተኻእለ መጠን ኣብቲ እተድማዓሉ ግዜኻ ኣጥፋኣሉ ኩሉ ባዕለይ ክገብሮ እየ ኣይትበል ኩሉ ባዕልኻ ክትገብሮ እንተፈቲንካ ኣዝዩ ነዊሕ ግዜ ከድልየካ እዩ ዕውታት ሰባት እንተ ደኣ ርኢና ዝበዝሐ ግዜኦም ኣብቲ ዘድምዕሉ እዮም ዘጥፍዎ እቲ ዝተረፈ ድማ ብካልኦት ሰባት ገይሮም መስርሕዎ ማለት እዩ ራብዓይ ራብዓይ ጸቕጢ ናይ ምጽዋር ክእለትካ ዝብል እዩ መብዛሕትና ኣብ ህይወትና ብዙሓትን ዝተፈላለዩ ዓይነት ጸቕጥን ኣለውና ገለ ካብኣቶም ናይ ፋይናንስ፣ ናይ ሓዳር፣ ናይ ስራሕ ወይ ናይ ትምህርቲ፣ ናይ ስድራ ካልኦትን ዝኣመሰሉ እዮም። ኣብ ህይወት ክልተ ዓይነት ጸቕጥታት የጋጥሙ። እቶም ሓደ ግዜያውያንን ኣብ ህይወት ድማ ሓገዝትን እዮም። ከም ንኣብነት ድሕር ርኢና ኣብ ትምህርቲ ፈተና ኣብ ዝቐርበሉ ግዜ ዘጋጥም ጸቕጢ እዩ። እዚ ጸቕጢ ግዜያውን ጽቡቕን እዩ፣ ምክንያቱ ኣበርቲዕካ ንኸተጽንዕ ዝሕግዝ እዩ። እቲ ፈተና ምስ ሓለፈ እውን ዘቋርፅ ዓይነት ፀቕጢ እዩ። እቲ ካልኣይ ግን ሓደገኛን መፍትሒ እንተዘይተረኺብዎ እሞ ግዜ እንተወሲዱ ናብ ናይ ኣእምሮ ሕማም ወይ ሞት ከም ዘብፅሕ እዮም ክኢላታት ዝገልፁ። ከም ኣብነት ንውሰድ። ኣብ ስራሕ ምስ መሳርሕትኻ ኮነ ምስ ሓላፊኻ ናይ ዘይምስምማዕ ወይ እውን ካብቲ ስራሕ ብእትቕበሎ ደሞዝ ዘይዕጉብ እንተ ደኣ ኮንካ ጸቕጢ ክፍጠር ይኽእል እዩ። ብፍላይ ድማ ግዜ እንተወሲዱ ባግኡ እንተዘይተፈዊሱ ናብ መርዛም ዓይነት ጸቕጢ ናይ ምቕያር ክእለቱ ኣዝዩ ልዑል እዩ። ስለዚ ብኣግኡ መፍትሒ ግበረሉ። ብኸመይ እንተኾይኑ ሕቶኻ ኣብ ህይወት ሰለስተ ምርጫ ኣለውና። ሓደ ነገር ኣብ ዘጋጥመካ እዋን ነቲ ነገር ወይ ምቕባሉ እንተዘይተቐቢልካዮ ምፍትሑ ክትፈትሖ እንተዘይክኢልካ እውን ምግዳፍ እዩ እዚኤን ሰለስተ ናይ ህይወት ምርጫ እየን ንኣብነት ኣብ ስራሕ ጸገም እንተሃልዮምና ክንቅበሎም ንፈትን ተዘይኮይኑ ነቶም ሽግራትና ክንቅይሮም ንፈትን እዚ እንተዘይኮይኑ ግን ዘለና ኣማራጺ ነቲ ስራሕ ምግዳፍ ጥራይ ኣብ መጨረሻ ሓደ ሓቂ ብዛዕባ ጸቕጢ ክነግረኩም ጸቕጢ በቶም ኣብ ህይወትና ዘጋጥሙና ሽግራት ዘይኮነስ በቲ ኣብኦም ዘለና ኣረኣእያ እዩ ዝውሰን። ምክንያቱ እንተ ደኣ እንደሊኹም ክልተ ሓደ ዓይነት ሰባት ሓደ ዓይነት ጸገም ኣብ ዘጋጥሞም እዋን ገሊኦም ክጭነቑን ክወድቁን ከለዉ ገሊኦም ግን ነቲ ሽግር ተጻዊሮም ንቕድሚት ክስጉሙ እዮም ዝረኣዩ። ሓምሻይ ሓገዝ ኣብ ትደልየሉ ካባኻ ንላዕሊ ዝፈልጡ ሰባት ሕተት ምሳኻ ግዜኦም ዘሕልፉ ሰባት ከመይ ዝበሉ እዮም ካባኻ ንላዕሊ ዝፈልጡ ድዮም ወይስ ካባኻ ንታሕቲ ብብዝሒ ምሳኻ ግዜኦም ዘሕልፉ ሰባት ተኣኪብኩም ኣብ ተዕልሉሉ ኾነ ሓሳብኩም ኣብ ትለዋወጡሉ ግዜ ኣብቲ ቦታ ዝለዓልካ ንስኻ እንተኾንካ ኣብ ተጋገየ ቦታ ከም ዘለኻ ፈሊጥካ ብቕልጡፍ ካብቲ ቦታ ተኣለ ግዜኻ ምስቶም ዕዉታት ሰባት ኣሕልፎ ብኸመይ ናብ ዓወት ከም ዝበፅሑ ሕተቶም ናብኡ ንኽበፅሑ ዘጋጠሞም ፈተናታት ኮነ ሽግራት ንኸማኽሩኻ ሓገዞም ካብ ምሕታት ኣይትቆጠብ ምክንያቱ እቲ ንሶም ንኽበፅሑ ነዊሕ ዝወሰደሎም መገዲ ንዓኻ ብኸመይ ኣብ ሓጺር ግዜ ከም እትኸዶ ክነግሩኻ እዮም። እቲ ንሳቶም ዝተጋገይዎ ጌጋታት እውን ንስኻ ደጊምካ ንኸይትጋገዮ ክሕግዙኻ እዮም። ስለዚ ግዜኻ ምስቶም ዕዉታት ሰባት ኣሕልፎ። ሓገዝ ኣብ ትደልየሉ ግዜ ድማ ከይተወላወልካ ሕተቶም። እዚ መገዲ ዓወትካ ከቕልለልካን ከሕጽረልካን እዩ። ሻድሻይ ሻድሻይ ዝጀመርካዮ ኩሉ ኣብ መዕለብ እዩ ብፅሓዮ ኣብ መንጎ እቶም ዕውታትን ዘይዕውታትን ዘሎ ዓብ ፍልልይ ሓደ እዚ እዩ እቶም ዕውታት ሰባ ዝጀመርዎ ነገር ዝኽፈል መስዋእትን ዋጋን ከፊሎም ክውድዎ ከለዉ እቶም ዘይዕወታት ሰባት ግን ነገራት ይጅምርዎ እሞ ሓደ ፈተና ከጋጥሞም ከሎ ተስፋ ቆሪጾም ከይወድእዎ ከቋርጽዎ ይረኣዩ ስለዚ ድማ ክጅምሩ እምበር ክፍጽሙ ኣይረኣዩን እዮም ዓወት ማለት ግን እቲ ሓሲብካን ኣሰላሲልካን ዝጀመርካዮ መገዲ ዘጋጠመ ፈተናን ሽግርን የጋጥምካ ብጽንዓትን ተስፋ ብዘይምቑራጽን ክዛዝሞ ከለኻ እዩ ሽዑ እዩ ድማ ናይ ዓወት መቐረት ጽቡቕ ጌርካ ተስተማቕሮ ስለዚ ዝጀመርካዮ ከይዛዘምካዮ ካልኣ ኣይትጀምር ይዕበ ይንኣስ ዝጀመርካዮ ኩሉ ግዜ ክደግሞ ኩሉ ግዜ ኣብ ፍጻሜ ኣብጽሕ ሻውዓይን ናይ መወዳእታን ሻውዓይ ኣብ ሰባት ኣውንታዊ ስምዒት ይሃለኻ ብናይ ሰባት ዓወት ኮነ ሓጎስ ዝሕጎዝ ሰባት ኣዝዮም ውሑዳት ከም ዝኾኑ እዩ ዝንገር መብዛሕትኦም ግን ናይ ሰባት ዓወት ኮነ ሓገስ ክሪኡ ከለዉ ብቕንኢ ክሓሩ እዮም ዝረኣዩ እዚ ግን ኣዝዩ ጉጉይ ኣረኣእያ እዩ ገለ ሰባት ናቶም ዓወት ብናይ ካልኦት ውድቀት ዝመጽእ ዝመስሎም ኣለዉ። ንኣብነት ገሊኦም ነጋዶ እቲ ካልኣይ ነጋዳይ ክኸስር ከሎ ዝኸሰቡ ዝመስሎም ብዙሓት እዮም። እንተኾነ ግን እዚ ክልቲኡ ፍጹም ዘራኽብ ነገር የብሉን። እስኪ ናባና ንምጻእ ናይ ካልኦት ዓወት ኮነ ሓጎስ ክንርኢ ከለና እንታይ ይስምዓና? መቸም መልሲ ናባኹም እገድፎ እንተኾነ ግን ብናይ ሰባት ሓጎስ ንሕጎስን ንተባባዕ እንተኾይና እሞ ከዓ ንስኻ እውን ክትዕወት ንደፋፋእ እንተኾይና እዚ ናይ ግዜ ሕቶ እዩ እምበር ናብ ዓወት ምብፃሕና ዘይተርፍ እዩ ካብዚ ሓሊፍና ግ ብናይ ሰባት ዓወት ኮነ ሓጎስ ዘይትሕጎስ እንተኾንካ እዋ ኢንጆይ ኢት ጥራየ ክብለካ ዝኽእል እሞ ተኸታተልቲ መደብ ኤጅ ቲዩብ እዘን ሸውዓተ ሎሚ ዘቕረብኩልኩም እዚአን እየን ነይረን ከመይ ረኺብኩመን ናይ ብሓቂ እንድሕር ፈቲኹመን ላይክ ኮመንት ሳብስክራይብ ምግባር ኣይትሕመቑ ብካልእ ግዜ ክሳብ ንራኸብ ሰላም ቅነ